ቀትሪ ቀትሪ ማለት እዩ እና ብዛዕባ እዚኣቶምን ካልኦትን ክንርኢና ሰናይ ምክትታል ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቲብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ዝናፍቐኩም ተኸታተልተይ ሮማይናትኩም ተመሊሰ መፅ ኣለኹ እሸውሓት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ተመስገን ተመስገን ሴሳን ብምቕፃል ናብ ናይ ልምዓት ፊድና ከም ዝተለመደ ክንስሕቕ ክንጫወት ክንዘናጋዕ ክንምሃር ፍትሕ ክንብል ኩሉ ሙሉ ኣብ ቦታና ተረኺና መፂና ኣለና ብምቕፃል ኣርባዕተ መዓልቲ ዝኾን ጠፊኤ ኣሕዋት ኣይጠየቅኩምንን ኣብዚኣ ተቐይሞኩም እዩ ማለት ንምንታይ ዝጥይቑ ሰብ ሓደ ሰብ ክጠፍእ ከሎ ሲታውንካ ጠፊእኻ እንታይ ኣጥፊእካ ይበሃል እዩ እንታይ ደጥፊእ ንመሲልኩም መብራህቲ መብራህቲ ከትመፅእ እንታይ ኣጋጢሙ እዚ እዩ ሕልፈት ኣብዚ ዓዲ ምንባር እዚ ብቻ ክትትርፍ ቻርጀር እዩ ተቃፂሉ ካ ቻርጀር ተቃፂሉ ቻርጀር ገዜ መፅኩም እዚ ትሪእዋ ኣለኹም ስቲ በቃ ከምዚ ኣማራጭ የለ ኣብዚ ዓዲ ክትሰርሕ ተይልካ መብራቲ ህልም ምፅእ
ብቻ ተመሊስና መፂና ኣለና ሓዋት ህዚ ናብ ቪድዮና ክንኣቱ ኢና ቅድሚ ናብ ቪድዮና ምታይና ግን ነዚ ቻነል እዚ ሓዲስ ኹም ሰዓት ተሃሊኹም ሳብስክራይብ ብምጋር ቤተሰብ ኹኑ ብምቕፃል ነዛ ቪድዮ እዚኣ ድማ ናብ ብዙሓት ሰባት ክትበፅሕ ስለ ዘለዋ ላይክ ሼር ምጋር ንረስዕ ነዚ መቐፃል ናብ ቪድዮና ክእተወኩም እየ ክሳብ መወዳእታ ቪድዮና ምሳኹም ትከታተሉ ብኸብረ ዝሓትት ሰናይ ፃንሒት እሺ ኋት እዚ ቪድዮና መጀመር ክኾን ናብዚኣ ከጀምረ ታይሎና ለውዚ ዘይቐሪ ከምዚኦም ወናማት ኣዕርኽቲ ሓዙ

እዚ ኩሉ ኢንቨስት ጌርካ እዚ ኩሉ ኣውፂኻ ቅርሺ ናተመርዓኻ ሲ ኣዕርኽትኻ እንድሕር ስኢሎም ኮፍ ስብሉ ዝህከዩ ገለገለ ተኮይኖም ኣብኡ ትረሽኖም ብቻ ኣብዚኣ መተሓሳሰብ ክትኾን ኣነ ክምርዖ ተለኹ ኣዕርኽተይ ልገረኩም ሰዓት ማለት እዩ እንድሕር ከምዚ ኢልኩም ደይትስዕስዑ ብገናኹም ንገሩኒ ቤዛኹም ርእሰይ ኪሓም እወ ኣነስ ዛታ ወይደቕል ጉድ እዩ ጉድ ጉድ እዩ እዛ ኣቐዲምና ዝዘርጋሕናዮ ሰብኣይ ጓሉ ክትዕመጽ ጸኒሓቶ ነቲ ዓማጺ ከኣ እታ ንብረቱ ቁርጽ ኣቢሉ ኢልና ጅግና ክኢልና ሸር ክንብሎ ዝወዓልና ንምሸቱ ዝተዘርግሐ ዜና ዝግዮ ጠንቋላይ ኢሎም ይኹም ጠንቋላይ ማስተር ዲግሪ ዘለዎ ጠንቋላይ ተዘይተንኪፍካዮ ምስኪን ምስኪን ኢሎም ይኹም ተተንኪፍካዮ ግን ፈስን ጥራጥን ዝገብር ሓያል ሓያል ሓያል ጠንቋላይ ኢሎም ይኹም ዓዲ ዋሪድዋ ዓዲ ዋሪድዋ ትማሊ ግን ኣብ እንዳ ጸላኢኡ ከይዱ ክጥንቁል ብድሕሪ ገዛ ገለ ነገር ክገብር ናይ ስጋ ደርሆ ሒዙ ክጥንቁል ኢድከ ፈንጂ ምስ ሓዝዎ ከምዚ እትርእይዎ ዘለኹም ሒዞም እንታይ ገይረሞ ናብ እንዳ ፖሊስ ወሲደሞ ማለት እዩ ድሮ ካብቲ እንዳ ፖሊስ ከማን ተፈትሑ ኢሎምኹም ሓያል ሓያል ሓያል ጠንቋላ እዩ ኣይከኣልን ኢሎሞ ኣይከኣልን እዩ ወላ ብማዕዶ ማዕዶ እውን የረኻኽበልካ እዩ ዝባል እዝገዮ ኣቦይ ስላሴ

ተቅርብ ማለት እዩ እዚኣ ትመስልታ ጉዳይ ግን እንዳሰተና ኣወልያ ዘላ ኣነ ጽቡቅ ጌረ ክሰትዮ እስኹም ከኣ ስተዩ ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን የቀንየለይ። ኣሕዋት እዚ ጉዳይ ምስ ሰማዕናዮ እዩ ማለት እዚ ነገር ሰሚዕኩሞ ትኾኑ ኢኹም ኣቱም ቲክቶክ ትሪኡ ገለ ተሃሊኹም እዚ እዚ ክንርኢ ንኽእል እዩ ማለት የነሽንሽ ሓውና ከም ዝበለና እዚ ሰብኣይ ጠንቋሊ እዩ ጠንቋል ተኾይኑ እዚ እዚ ማልየሊ ስኢልካ ምሕላፍ ስኢና ንሕለፋት እወ ኣነ ዛታ ወይ ደቕል እሽሓት ካብዚ ምቕፃል ድማ ምስ ዝሓውና ዝኾይንና ናይ ኣዋልድ ከንፈር ሬት ንገብር ኢና ካብ ሓደ ክሳብ ዓሰርተ እስቲ ናይኽን ከንፈር ተሃልዮ እዚ ረዮ ሓራሙ ሓራሙ ቅርብ ቅርብ እስከ በላ ቁፅሪ ክንደይ ምዃን ከንፈርክን ኣብ ኮመንት ለጥፎ ተረዲኽና ኣለኺ እቶም ኣወዳት ከዓ ኬፍ ተሂብኩም ላይክ ረጊፅኩም ሕለፉ እሺ እውይ ልበይ ዓሰርተ ቭዋ ስለ ኣበያ። ወልሓደ ብከንፈርኪ ኢኪ ጅም ትሰርሒ ክንድዚ ከንፈር የለንን ድዩ ግን ኣይጸላእኩን ሽድሸ ኣ ዋ ልብካ ዝብሕንጭር ከንፈር ክልተ ሓደ እባ ንዓ ሓደ እባ ግበሮ ዓበያ ከምዚ እዝን እንዲ ሞ ኢሉ ከምዚ ውጥውጥ ኢሉ ኣዛን ኮይኑ ምርኣይ ኣይጸላእኩን ሓሙሽተ ኣሪፍ
ሰለስተ በራስ ወኻ ኖርማል ድሕሪ እቲኣ ሸውዓተ ዋ ወይ ትሽዓተ ሓደ ጎረ እዚ እዚ ናይ ሓበሻ እዩ ሓደ ምንም ወጊዕ የለልይ ጻውዒ ሰለስተ ዋ እዎ እዎ እዋ እዋ እዋ እዋ ኩሉ ነገሩ ኣንደኛ ቁፅሪ ሓደ ከምቲ ሕብጥብጥ ገለ ኢሉ ድንጉጭ ኢሉ ገለ ኧረ በስመ ኣብ ኧረ በስመ ኣብ እዋ እሱ ከም ይኽዳ ከንፈር ክዳ ጅምላ እዚ መበል 86 86 ታዲ ጽቡቕ ነይሩ ንዚ ትሰርሕ ደኣ ነቲ ኣደበልናዮ ወሪድዋ ሸሞንተ ኣርባዕተ
እሺ ዓት ዝሓውና ሪኢኹም ኢኹም ናይ ዋዲድ ከንፈር በቦተእነት ሒዝዎን ካብ ሓደ ክሳብ ዓሰርተ ኢሉ ኣብ ዝሓውና ጌርዎ ዘሎ መስርዕ ብዙሓት ኹም ከም ዝተስማዕማዕኹም ተስፋ ይገብር ድሕሪ ዘይሰማሚዕኹም እስቲ ንገሩና ቁፅሪ እዚ እዚ ክኾን ነይርዎ እዚ እዚ ክኾን ነይሩ እሺ ዓት ኣብዚ ድማ እንታይ ኢሉና ኣሎ ንሓንቲ ጓል ማማ

እንታይ እንታይ ክንድሪ እንታይ ክንድሪ ኣሕዋት እንታይ እዩ ዋት ዋት ሕሰብሞ
ካብኡ ግን ከይንረስዓና ኢና እዛ ሓፍትና ከም ፈርሲ ካብ ዝዓንተ ወርእናዮ ቁፅረ እንደ እዩ ሃብትሎ እቲ ዝበልክዮ መርዓና መዓስ እዩ ቆፂርክዮ ዘለኹ ድሕሪ ሸሞንተ ወርሒ ማሚ ምስ መፀት ማለት እዩ በቃ ትርፈና ንዓባ መለእና መለእና ባዛሓዊ ብዚ ወዲ ዝቐልደ ይንፈልጥን እንታይ እዚ ወይ ሰዓሞም ወይ ገለ ገበሮም ዋይ ጭንቀት እወ ነዛታ ወይ ደቕ ኣብሽር እወ
ሊላይ እንታይ ኮንክቲ እስኻ ግን ሓሳዊ ኢኻ ኣይትሓልየለይ ማንም ሰብ ይነቕክን ምሽልካ ክንምርዖ ከለና ሕጂ ግን ሓንቲ ጓል ወቂዓትኒ መን

ጓል ኣይትወቅዕን ዝብል ሕጊ ኣሎ ኣብ ዝኾነ ዓንቀፅሲ ጓል ክትካእ ይብላን ጓል ክትወቅዕ ይብላን ዝብል ሕጊ ኣኽቢሩ እዩ እምበር መልሲ መሃቢ ኣይኮነን ኣይኮነን ዝሓወ እዩ እሺ ውሓት ስጋውት ምቕፃል ድማ ናብ ድራማ ቁራፅ እያ ናብ መዘንግዕ ሓንቲ ሓደቀ ገለ እያ መስለን ረያ ብልዕ ምሕረት ጓል እዩ ኣታ ሃተኻ ሓደ ይትበልዕ ካብ ቅድሚኻ ብላዕ
ዋእ ዋእ ዋእ ዘመተ ኣበይ ኢና ክንቅረብ ሓድጋት እስከ ኣበይ ኢና ክንቅረብ ሓንቲ ማሕረ ሱቕ ዲኻ ትብሊ ኣብዚ ዲና ክንቅረብ ኣብዚ ዲና ካብዚ ዲና ክንበልዕ ሓድጋት ወደይ ካብዚ ካበይና ኢና ክንወስድ እ? እ? ብኣ ከመ ዓንጣይ ክሕር ተስ- ተስእ ተስእ ኣንታ ሓሰማ ምሕረት ጓለይ እናተመሳሓ ክፅንሕና

ዋይ ሞት ዶደሺ። ዋይ ሞት ዋይ ሞት ኣታ ዔብ ኣታ ያ ሓጅ ጋሽ፣ ኣታ ዔብ ያ ኣኺ። ሓድጉ ሓድጉ ኣንታ ዓል ሓወይ ጉንቦ እዝኑ ከልኪልዎ እምበር ዝኣፉ ዝምዘረ እኮ ብልዓዮ ብልዓዮ ብልዓዮ ዋይ ዋይ ዋይ ዋይ ሓጥያት ኮሜዲ ብዚኦም ቐርዩ ብዚኦም ግዜ ኮሜዲ ቐርዩ ኣሕዋት ብምቕጻል መዘንግዒ ተረድእካ እምበርኮ ሀምዚ ሕፍስ ኣቢሉ ከልዕል ኸሎ

ነቲ ዘልኦ ቂምን ጽልእን ዘሎ በቃ ኣልጊሱ ነፋ ካብ ነፋታቶ ግበረና እዛ ሕጂ ናይ ሰላም ናይ ዕርቂ መጽያ ደላሲ ኤእ ዋእ ኣይ ላቭ ዩ ሶማይ ክትገብረና ትበላ ኣይሕስኔ ጻዕዳ ብገርህ ልበይ ትነግረኩም ኣነ ተጓርዋኒ ሓስም ጽብቕቲ ምፍቃር ወትሩ ምጥርጣር መኖም እየ ንዓኽስ ክሕሰቢ ኣፍቃሪ ድየ ዓጃቢ ኢሉ ነይሩ ሰበይትኻ ዝተጋነነ መልክዕ ዘለዋ እንተኾይኑ ካብ ኣፍቃሪ ናብ ዋርድያ ኢኻ ትሰጋገር ምኽንያቱ ዝበዝሑ ደቂ ተባዕትዮ ብዓይኖም ኣብ ሓደጋ ከም ዝወድቁ ጽቡቕ ጌርካ ስለ ትፈልጥ ማለት ኢዩ ብሰንኪ ዓይነይ ልበይ ዕዳ ኣትዩ ይብል ከማን ካልእ ልቡ ዝተጎድኣ ደራፊ ግን እተን ጽቡቓት ኢናልክን ትምክሓ ደቂ ኣንስትዮ ብዙሕ ብመልክዕክን ጠራዕራዕ ተዘይበልክን ተመራጺ ኢዩ ምኽንያቱ ደራሲ ብንያም ፍስሃጼን ኣብታ ልቢ ሳሌም ትብል መጽሓፉ ከምዚ ኢሉ ኔሩ ጸቢቓ ዝተሸለመት እምበር ጸቢቓ ዝጸደቐት ርኢና ኣይንፈልጥን ኢና ኢሉ ካልእ ኣበይ ከም ዘንበብኩዋ ዘይዝክራ ምስላ እውን ከምዚ ትብል፣ ካብ ውሽጣዊ ጽባቐ ደጋዊ ጽባቐ ዝኸብር ነይሩ እንተዝኸውን ካብ ስጋ በጊዕ ቆርበት በጊዕ ምኸበረ ነይሩ ትብል። ዜርካ ዜርካ መልክዐ ብዓይኒ ጠማት እዩ ንምባል እዩ። ንኻልእ ሰብ ዕምባባ ኰንኪ ተተራእኽዮ ንኻልእ ሰብ ከኣ ካብ መንከሽከሽ ዝነጠረት ቡን ኰንኪ ክትረኣዮ ትኽእሊ ኢኺ። እዋይ እንታይ ኣምፅኦ እስከ ዝኹሉ ጥቕስን ምስላን እንታይ ዲ ኮይነ ንባዕለይስ ካብ መንከሽከሽ ዝነጠረት ቡን ስለ ዝኾንኩ እኳ ኣቱም ሰባት ድኻን ፋዦሉ ዝመስል መልክዕ እንተሒዝካን መሳልን ጠቓስን ኮንክ ኢኻ ተርፍ ብፍላይ ንድኽነት ዝገልፁ ምስላታት ማእለያ የብሉም ኣስዒልኩም ትፈልጡ ዲኹም ድኻ ብዘይ ሃፍታም ኣይበልዕን እዩ ሃፍታም ብዘይ ድኻ ኣይኮርዕን እዩ ገለ ገለ መጸናንዒ ገለኩ እዮም በቃ መከላኸሊ ከምዚ ድፋዕ ገለ ኣየ ድኻ ሓወይ ድኻ ጥዑም ኔር ዘረባኻ ግን መን ሞስማዕኻ ድዮም ኢሎሞ ንሸውዓት ናሎግቢባ ቪድዮ ምረናዮ እዩ ማለት እንታይ ኢሉ ቆንጆ ሰበይቲ መሓዝሲ ወይ ቆንጆ ኣፍቃሪት መሓዝስ ዋርድያ ኮንካ ኢኻ ትነብር ምክንያቱ ካልኦት ተወዳት ከይወስዱልካስ ንዓ ንሓለኻ ኢኻ ትነብር ገለ መለ ኢሉ ንኩላትኩም ኣቶም ሲንግል ዝኾንኩም ኣሕዋተይ ዋርድያ ኮይንኩም ተንብረኩም ዓይነት ኣፍቃሪት ይዓድልኹም ምክንያቱ ቆንጆ ስለ ትደልዩ ዋርድያ ምዃን ይሕሸኩም እወ ኣነስ ዛታ ወይ ደቕም እሺ ሓዝቲ ካብዚ ምቕፃል ድማ ሓንቲ ሓፍትና ብሰራሕተኛኣ ዝገጠማ ነገር ትነግረና ኣላ እስቲ ንስምዓያ ብሓደ ናይ መጨረሻን ከባድን ታሪክ ክነግረክን እሺ ብሰራሕተኛ ልገጠመኒ እዩ ክትመሃርሉ ስለ ልደለኹ እየ መጀመርያ ግን ሰራሕተኛ ቆጺርኺ ደገ ለይትሰርሒ ቤቲ ስራሕ ዘይትጅምር ዝበልኩምኒ ክንሕግዘኪ ዶ ቅርሺ ጸገም ኣለኪ ዶ ዝበልኩምኒ ኣሕዋተይ እግዚኣብሔር የኽብረለይ ምንም ናይ ቅርሺ ጸገም የብለይን ሰራሕተኛ ከይቆጽር ግን እዛ ታሪክ እዚኣ ክነግረኩም እሞ በዓልኩም ፍረዱ እሺ እንታይ እየ ኮይኑ ኣነ ነዊሕ ዓመት እየ ንቕመጣ ሰራሕተኛ እግዚኣብሔር ይመስገን ኣይወፃን እዩ ነይረ እና መጨረሻ ኣካባቢ ልገጠመትኒ ግን እንታይ እያ ኮይና ቤተሰብ እዩ ኣምፅኢለይ እና ንታጓሊ ትፀርፋ ልቶም ኣናእሽተይ ትወቕዖም ገለ ችግር የብሉ ይስተኻኸል እዩ ተኸቢድን ዘግነነንን ነገር እንታይ እዩ ወደይ ካብዚኣ ቀፂላ ለላ ክላስ እያ ክላሱ ብኹሪ ወደይና ወዲ ዓሰርተ ሰለስተ ዓመት እዩ ጎያ ትስዕሞ ብተደጋጋሚ ትስዕሞ ትሓፍቆ ትጭብጦ ገለና እዚ ነገር እዚ ከይትነኽእኒ ይብለኒ ኣነ እውን ከይትነኽኡ እየ ኢለ ሲሪስ ኮይነ ይነግራ እንታይ እዩ ወዲ ምንካ ገለ ይብላ

ተላሓዘንክዎ ናብ መጨረሻ ኣብ መደጋፍ ጸኒሕንና እሳ እንድሕለይ ወጽያ ማምዬ ኣነ ገዛ ይኣቲን ምካትም ኣነ ኣይሙረ ይርበሽ ኣሎ ከምዚ ከምዚ ከምዚ ከምዚ ገለ ኢሉ ብጣዕሚ ቦኺ ብጣዕሚ ነዊዑ እና ምሸት እዩ ነይሩ ዓሰርተ ክልተ ፍርቃይ ገለ ከባቢ እዩ ነይሩ ኣጋ ምሸት እዩ ነይሩ ለለኒ ማረእታኣይ ወደኢቴ ንዓኣ ያው ካብ ምብራር ጓል ኣነስተይቲ እያ ምሸት ኢለ ዳ ጎረቤት ለሚነ ኣሕዲረያ ካብ ዝናና ገዛ ቀፂሉ ለሎ በሪ ቀፂለ መበሻሻ በሪ ለሎ ቀፂለ ለሚነ ሕዲረ ሓንቲ ዝፈልጣ ጓል ያው ብፅባሒትኡ ግን ክዳውንታ ሂበ ኣሰናቢተያ ካብኡ ግን ምስ ደቂ ተነጋጊረታ እዩ በቃ ማምዬ ሰብ ከይተእትይለይ ኢሉ ንወደይ ፎቶ ይኾን ኾይ ፎቴ ከይመስለኩም ከምዚ ቀጢንካ ማዳይ ጸሎሊ ኮይንካ ውላድ ምዕባይ ብዙሕ ጭጉራፍ ብዙሕ ነገር እየ ተሸኪመልከን ኣነ ብዙሕ ነገር ማለት እዩ በቃ ወደይ በቃ ኣይደልየ ማሚ በቃ ሰው እንዳታስገቢ በቃ ከይተእትይ ኢልኒ ሰው ምንተ ውላደይ ክብል ኣነለ ወደይ ክስእኑ ኣይደሊ ደቀይ ከምልጡኒ የደሊ ንዕኦም እየ ብዙሕ መስዋእትነት ዝኸፍልና ብዚ ምክንያት እዩ ኣብ ገዛ ክፍ ኢለ ልውዕል ኣለኹ ብዙሕ ነገር ላጎደለኒ ብዙሕ ነገር ላኸኣልኹ ክሰርሖም ክጎዮም ልኽእሎም ነገራትስ ርእሰይ ድኒነ ልዐቢ ኣለኹ ያው ደቀይ ስለለይ ፈቐዱለይ ሰራሕተኛ ከእቲ እዩና ወፂ ክስርሒ ልበልኹምኒ ስለልፎተኹምኒ እዩ እሺ ኣሕዋት እዚ ቪድዮ ከም ዝረናዮ እዩ ማለት እዛ ሓፍትና ወሲናቶ ዘላ ውሳነ ኣነ ትኽክለኛ ኢለ ኢለ ሓስብ ብፍላይ ድማ ከመዶ መጠንሲ መንገዛ ወዳ ከምዚ ዓይነት ነገር ገጥሞ ከሎ ኮፍ ኢላ ክትርኢ ትኽእል እዩ